ሰላም ሰላም ሰላም የሕዋት እንታይ ኢና ንሰምዕ ዘለና ሎሚ ዕለት ኣብ ኣዲስ ትነብር ኤርትራዊት ሓፍተና ናይ ጾታዊ መጥቃዕቲ ዓመጽ በጺሕዋ ኣሎ እንታዩ በጺሕዋ ዝብል ብሰፊሑ ክንከታተል ኢና። እንታይ ኣጋጢምዋ ትብሉ ደለኹም ኣብ ኣዲስ ኣበባ ዓመጽ ኣጋጢሙኒ ነብሰጾር እየ ወላ ሓንቲ ሓገዝ የብለይን ኣብ ኣዲስ ሸሞንተ ዓመት ገረ ብሰንኪ እዚ ብቻ ኣይኮነ ኣብ ኣሜሪካ ካናዳ ኣውሮፓ ንእትርከቡ የሕዋት ድማ መልእኽቲ ኣሎ ሎም መዓልቲ ድማ ኣገዳሲ ኣገዳሲ ኣብ ኮሙኒትና ብጣዕሚ ኣዝዩ ሕቶ ዝኾነና ነገር እዩ። ፕረሲደንት ትራምፕ ሎም መዓልቲ ኣብ ዝሃቦ መልእኽቲ ኣብ ኣሜሪካ ማለት እዩ ኦኬ ኣብ ውሽጢ ዩጋንዳ ተቐመጡ ዘለኹም ኤርትራውያን እዛ ቪድዮ ተገዲስኩም ስምዑዋ እሞ ከኣ ትፈልጥዎ ሰብ እንድሕር ኣሎ ከኣ እዛ ቪድዮ ሼር በልሎ ማለት እዩ። እዚ ብቻ ኣይኮነይ ኣብዚ መደብ እዚ እዚኦምን ካልኦትን ብሰፊሑ ክንከታተል ኢና ብመጀመርታ ግን ሰብስክራይብ እና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኹሎኹም ላይክ ጌርኹም ጀምርዎ ላይክ ብምግባርኩም ንዚ ቻናል እዚ ምብርትታዕ እዩና ላዃሊእ ክባጻሕ ስለ ልገብር ኹሎኹም ላይክ ጌርኹም ጀምርዎ ሰብስክራይብ ድማ ግበሩ ኢኹም ክብል ይደሊ ዳይል ኣብቲ ፈላማይ ልኾነ ቪድዮና ንቐጽል። እስቲ ንቐጽል።
ሓወይ ሓፍተይ ኩሉ ግዜ ዘከር ኣምላኽ ነገራት ቀልጢፉ ክህበካ እንተሎ እምነት ክመረካ ስለ ዝደሊ እዩ ተደንግዩ ድማ ትዕግስቲ ክመረካ ስለ ዝደሊ እዩ ማራ ኣዝዩ ተደንግዩ ድማ ልዕሊ ዝተሓስቦ ነገር ካብኡ ዝበልፅ ነገር እዳለወለካ ዘሎ መልሲ እንተስኢንካ ድማ ንባዕሉ መልሲ እዩ እቲ ትሓቶ ዘለካ ነገር ዘየድልየካ እውን ክኸውን ይኽእል እዩ Peace and love. Have an amazing day. ይትኹን ኣብቲ ዘመነ ንእስነቱ ንህዝቢ ኤርትራ ንስለ ህዝቢ ኤርትራ ከም ኩሎም ተጋደልቲ ህዝባዊ ግንባር ብብርዑን ብብረቱን ተጋዲሉ ጉቡኡ ዝፈጸመ ሃገራዊ ሰብ እዩ። እዚ ሰብ እዚ ጅግና እዩ። እዚ ሰብ እዚ መረዋሕ ዝኾነ ድምፂ ኣለዎ። እዚ ሰብ እዚ ንፉዕ ደራፋ እዩ። ወዲ ትኹል ማለት ሓደ ካብቶም ናትና ናይ ሙዚቃን ናይ ገድልን ኣርካን እዩ ማለት እዩ። ሕጂ ወዲ ትኹል ንኣብነት ኣብ 2018 ኣብ መንጎ ኤርትራን ኣብ መንጎ ኢትዮጵያን ሰላም ተገይሩ ነይሩ። እቲ ስማዊ ሰላም ኩላትና ንፈልጦ ሰላም ዘይኮነስ ጉልባብ ሰላም ወዲ ትኹል ከም ኩሉ ሓደ ንጹህ ዜጋ ንሰላም እንተዘመረ እንተደረፈ ዋጣ የብሎን ኣይብሎን ኩሉ ኤርትራዊ እኮ እዞም ሕጂ ዝቃወሙ ዘለዉ እዞም ሕጂ ፍትሒ እንዳል ደለና እኮ ፍርቂ እኮ ካብ ስድራ ቤትና ጀሚርካ ኣሕዋትና ኩሉ ህዝቢ ኤርትራ እኮ ነዚ ናይ ኢትዮጵያን ናይ ኤርትራን ሰላም እኮ ደጊፍዎ እኮ ነይሩ ደጊፍዎ ክንብል ከለና ንዝነበሩ ሕቶታት ግን ሰላም ብምዃኑ ደጊም ኩናት የለን ደጊም ስቃይ ኣብቂዑ እንተበለ ሓደ ድምፃዊ እንታይ እዩ ክሽገር መጀመርያ ማለት እዩ ካልኣይ ከዓ ወዲ ትኹል ኣብ ሕሉፍ ታሪኹ ዘኹርዕ እምበር ዘሕፍር ዛንታ የብሉ ከም ኩሎም ተጋደልቲ ህዝባዊ ግንባር ከም ኩሎም ደረሲ ጎበዝ ተሻሞ እዩ ሃገር እንዳተወረረላ ተሻሞ ክብል እምበር እንታይ እንታይ ዳ ክገብር ይኻል ከማኻ ዳ ክጠልም ምስ ጓና ኮይኑ ዓዲ ክወቅዕ ሰብ እኮ ዓም እኮ እዩ ዝገብር ወዲ ትኹል ድማ ብብርዑን ብኽራሩን ገይሩ ፍርቂ ሓይሊ ሰራዊት ኮይ ወጥሩ እዚ ንስኻ ሕጂ ቋንቋ ምስ ትግራይ ሓደ ኢና ቋንቋና ስለ ዘለዎ እንታይ ዶ ኪዶስ ትብሎ ዘለካ ቋንቋ ትግርኛ ከይተረፈ ፈጨው ሙዚቃ ተፈጢሩ በምሓርኛ ሰባት ፅልዋ ይሓድሮም ኣሎ ተባሂሉ እኮ ፈጨው ተማሂዙ ኣብ ገድሊ እኮ ሓደ ካብቶም ፈጨው ዝደርፉ ንኣብነት ፈጨው ክውጥኡ እንታይ ማለት እዩ ሕጂ ትብል ኣለካ እስኻ ሕጂ ንኣርካናትካ ዘይተኽብር ንነብሲ ወከፍ ስነ ጥበባዊ ስልጣን ዘይብሉን ዘለዎ ክትበኣስ ውዕል ተኾንካ እስኻ ፖለቲከኛ ዘይኮንካ ፀላኢ ኢኻ ኣርዲኻ ኣለኻ ዶ ንስኻ ፖለቲከኛ ዘይኮንካ ጸላኢ ከም ጸላኢ ጥራሕ እዩ ኣብ ነፍሲ ወከፍ ዝመፀ ዘረባ ርእይቶ ሓሳቦም ዝሃቡ ሕድኻ ፅምዶ ደጊፉ ትብል ኣለኻ ወዲ ትኹል እኮ ተራ ዜጋ ከም ሓደ ተራ ዜጋ ክብል ከለኹስ ኣብ ስልጣን ዘሎ ሰብ ኣይኮነ ከም ሓደ ኤርትራዊ ዜጋ ንፅምዶ ክድግፉ እየ ከይሉ ንጽምዶ ብምድጋፉን ዘይምድጋፉን ኢኻ ድኣ ርእይቶኻ ትህብ እምበር ንምንታይ ንጽምዶ ደጊፉ ኢልካ ዋጣ ዶ ከምዚ ዶ ወዲ ትኹል ክቡር ድምጻዊ ዋጣ ኣይኮነን ክቡር ዋጣ ካብ ባይደወይ ድሕፍራ ኣይኮን እቶም ባህሊ ባህሊ ክትምትሉ ንባዕልኹም ባህልኹም ብዋጣ እዩ ዝጥቀም ሓደ ካብቲ መሰጋገሪ ባህሊ ባህላዊ ደርፍታትና ንኣብነት ዋጣ ሓንቲ ባህላዊት መሳርሒ ሙዚቃ እያ ኦኬ ቤተሰብ ያው ሜሮን ሃምዚ ክብል ሓሳቡ ገሊጹ ኣሎ ሃመይ ኢኹም ትቕበልዎ ተኾንኩም እስቲ ኣብ ኮሜንት ጸሓፉለይ ኢኹም ንቐጽል። ነዚ ርኹስ ውጉዝ ዲያቆን ከዓ ሰማይ ምድርን ዝፈጠርካ እግዚኣብሔር እንድሕር ኣለካ ኮንካ ነዚ እፍሬም ድበሃል ካብ መልሓሱ ካብ ታሱራ ጎቲትካ ውፃያ ኣንታ ነፋጥ ነፋጥ ወነፋጥ ናይ ብሓቂ ሕርቐካ በቃ

ፍቅሪ የድልየኒ ገለ ኣየድልየኒ ነብሰይ ክሕግዝ ዝክእል ሰብ እየ ግን ሓተይ ሓረቀካሲ እቲ ናዓና ኮሜንት ክዓቢ ደይደሊ ክልወጥ ደይደሊ በቃ መንፈስኩም ሲ ክከፍእ ረሳሓት ኣንቲ እምኒ ትገብርኒ ክኢሎማሲ ጥራሕ ነብሳ ትወፅእ ኣላ ኣብዚ ጥራሕ ነብሰይ ክወፅእ ኢላ እታ ንእሽተይ ቆልዓ ነብሳ ዝቐተለት ዝክርዋ ዲኹም ጥራሕ ነብሳ ኣውፂኦማ ነብሳ ዝቐተለት ኣነ ድሓረቕ ጋይስ ከምዚ ድበኪ ገለ ከምዚ ሓቅሳ ይኹንኩን ብስንኻ ትሕ ነዚኦም ሲ ዊሽ ነዚ ርኹስ ቀሺ ዝስኻ እዚ ውጉዝ ጠንቋላይ ንዓኻ ከብካ ጥራይ ከፍተካ ይርእሰኻ ወድላ ዓፋፍ Anyway, sorry guys. I have to go ነዚ ርኹስ ዲያቆን ኤፍሬም ድበሃል ጎይታና የሱስ ክርስቶስ እንድሕር ኣሎ ኮይኑ ነታ መልዓስካ ካብታ ጎረረኻ ከምዚኣ ገይሩ ስሒቡ ከውፃእ የንታ ብፅብፅ በዓል ንስኻትኩም ነፀላ ጌርኩም ነቲ ሰብ ካብ ኣምላኽ ከም ዝርሕቕ ናብ ኣምላኽ ከይድ ዋላ ከይዕቆብ ንስኻትኩም ናይ ሸይጣን መሳርሒ ኣብ ዝኾንኩም ቤተክርስትያን ቤተክርስትያን ትፃወቱ ምስ ቤተ ወጲተሰብ ያው ዲቁ መሕረር የሕሪርዎ ኣሎ ንዳህላክ እስቲ ንቐጽል
ኣንታ ጅቡዕ እታ ምቁር ደርፊ መጓብዛካ እያ እዚኣ ደርፊ ትኽ ኢላ ጎላጉል ሰማያት ሮባ ጥሒሳ ትኽ ኢላ ናብ ኣያይ ኣብ ዓዲ ሃሎ ትኸይድ ደርፊ ንክቡር ፕረዚደንተ እታ ጅቡዕ ኣንታ ምቁር ምቁር ወዲ ምቁር እታ ብሩኽ ኣንታ ብሩኽ ወብሩኽ ኣያይ ዕድመን ጥዕናን ዕድመ ክሓፅረካ እንተጀሚሩ ናይ ኤረትራ ሽኮር ናይ ማዕበል ናይ ወዲ ሰውራ ናይ ማማጉዑይ ናይ ኣያድራር ብናፃ ትባካ ምዃነይ ቃል ይኣቱ ታኹቡር ዳጅግና

ከምዚ ትሪእዎ ኣለኹም እዩ ወዲ ዓዲ ሃለይ ምምርዓው እዚ እዩ ችግሩ ብኡን ሃለየለ እግረ መንገዱ ተፈሊጡ እኒኦ እና በዓል ቤታ እና ኣዱ ብሌና ማለት እዩ እስቲ ንቐፅል። ሃሎ ጽቡቃት ከመይ ዊዒልኩም ሎም መዓልቲ ድማ ኣገዳሲ ኣገዳሲ ኣብ ኮሙኒትና ብጣዕሚ ኣዝዩ ሕቶ ዝኮነና ነገር ኢዩ እዚ ድማ ፕሊስ ሸር ግበርዎ ኣነ ዶክተር ኣይኮንኩን ግን ፕረሲደንት ትራምፕ ሎም መዓልቲ ኣብ ዝሃቦ መልእኽቲ ኣብ ኣሜሪካ ማለት እዩ ታይናኖ እዚ ናይ ጥንሲ ምስ ኣቲዝም ሊንክ ተረኺብዎ ሊንክ ማለት ኣብ ግዜ ጥንስቲ ከላ ጓል ኣንስተይቲ ብፍላይ ኣብቲ ካልኣይ ሳልሳይ ሰሚስተር ንብሎ ካብ ወርሒ ሽዱሽተ ወርሒ ንድሕሪት ዘሎ ርእሰ ሓሚማ እውን ከዓ ረስኒ ሒዝዋ ገይርላ ዝኾነ ተፀሊእዋ ትበልዖ ናይ ርእሲ ከኒናታት ምስ ኣቲዝም ምትሕሓዝ ጸኒሕዎ እንታይ ይብል ኣሎ እዚ ምስ ኣቲዝምን ADHD ሊንክ ጸኒሕዎ ይብል ኣሎ። ገለ ዶካትር ተቃዊሞሞ ኣለዉ ነዚ ጉዳይ እዚ እሱ ግን ከም መራሒ ናይቲ ሃገር መጠን ምስ ደኳትር ናይቲኦም ናቱ ዘለዉ ኮይኑ ሎሚ ብዝሃቦ መልእኽቲ ጥንስቲ ጓል ኣንስተይቲ እንድሕር ኮይና ኤክስትሪም ፊቨር ምን ከዓ ረስኒ ልዕሊ ምቁፅፃሩ ዝኸደ እንተዘይኮይኑ ታይናኖል ክትወስድ የብላን እዩ ዝብል። ምኽንያቱ ረስኒ እንድሕር ጓል ኣንስተይቲ በርቲዑ ኣብ ግዜ ጥንሲ እውን ካልእ ሳዕቤናት ስለ ዘለዎ ናብቲ ህፃን ኣብ ከብዳ ዘሎ ክትወስድ ኣለዋ። ግን ብጣዕሚ ውሑድ እንተተኻኢሉ ግን ክትፅመሞ ተኽኢላ ግን ክትወስድ የብላን ናይ ርእሲ ከኒና እዩ ድብል ደሎ። ታይኖሎል ስፐሲፊክሊ ኣድቪልን እቲ ካልእን ሳዕቤን ስለ ዘለዎ ንጓል ኣንስተይቲ ብዙሕ ግዜ ይወሃብን እዩ ምክንያቱ ኣድቪል ከምዚ ናይ ኢንፍሊሜሽን ናይ ነድሪ ናይ ካልእ ነገራት ስለ ዝውስኹሉ ብጀካ እቲ ናይ ርእስን ናይ ረስንን መብዛሕትኡ ግዜ ሰይፍ ኣይኮነን ንጥንስቲ እዚ ግን ሰይፈስ ተባሂሉ ዝወሃብ ዝነበረ ንጓል ኣንስተይቲ ጥንስቲ ታይናኖል ምስ ኣቲዝም ምስ ኤዲኤችዲ ሊንክ ጸኒሕዎ ሶ ኣይ ኣይ ውል ሰይ ኢሉ ልምት ልምት ግበራ ትበልዕኦ ኣንለስ ብጣዕሚ ረስኒ ልዕሊ ቁፅፅርክን ተዘይከይዱ እውን ከዓ ተዘይበርቲዕክን ማለት እዩ ኢትስ ኖት ጉድ ፅቡቅ ኣይኮነን እዎ ቤተሰብ እዩ ከምዚ ክበሃል እዩ መልእክቲ ልሓልፍ ኣሎ ማለት እዩ እስቲ ንቐፅል እንታይ ኣጋጢምዋ ትብሉ ዘለኹም ኣብ ኣዲስ ኣበባ ዓመፅ ኣጋጢሙኒ ነብሰ ፆር እየ ወላ ሓንቲ ሓገዝ የብለይን ኣብ ኣዲስ ሸሞንተ ዓመት ገይረ ብሰንኪ እዚ ሽግር ዘጋጠመኒ ግን ካብ ስራሕ ጠጠው ኢለ ኣላይ የብለይን ትብላ ኣላ ሓግዝዋ ቁፅሪ ቴሌፎኑ ዘለኩም ንሰዶ ኣለና ትሕቲ ዝዓዓቕምኹም ሓግዝዋ ዝሓትና ኣጆኽ ኣጆኽ ፀገም የለን ኣጆኽ እያ እጨነቂ ፀገም የለን ሆፍለ ግን ደቂ ሰንዓፈ ትፈልጥዋ ተሃለኹም ከተኣቱ ደስ በለና ነዚ ተትፅሕፉ ደስ በለኒ ነይሩ እወ ቤተሰብ ያው እቲ ሙሉእ ሓበሬታ እንተድኣ ደሊኹም ወይ ንምሕጋዝ ተደሊኹም ኣብና ማዕበል ክፍላይ ኦፊሻል ቲክቶክ ፔጅ ኣብኡ ኣቲኹም ሙሉእ ሓበሬታ ትረኽቡ ትኽእሉ ኢኹም ንቐጽል። ኦኬ ኣብ ውሽጢ ኡጋንዳ ትቅመጡ ዘለኩም ኤርትራውያን እዛ ቪድዮ ተገዲስኩም ስምዑዋ እሞ ከኣ ትፈልጥዎ ሰብ እንድሕር ኣሎ ከኣ እዛ ቪድዮ ሼር በልሎ ማለት እዩ ኦፊሻሊ ካብ ጽባሕ ሰሉስ ጀሚሩ ካምፔይን ኣብ ውሽጢ ካምፓላ ናይ ፕረዚደንታዊ ምርጫ ካምፔይን ተጀሚሩ ኣሎ እዚ ማለት ድማ ካብ ጽባሕ ሰሉስ ጀሚሩ ክሳብ ፍርቂ ወርሒ ዓሰርተ ካምፔይን ኣብ ዝተፈላለዩ ክፋላት ናይ ካምፓላ ክካየድ እዩ፣ ካብኡ ንደሓር ግን ካብ ካምፓላ ወጻኢ ዘሎ ዓድታት እዩ ክካየድ። እዚ እናኾነ ከሎ ድማ ንጽባሕ ሰሉስን ረቡዕን ፕሮግራም ተታሒዙሉ ኣብ ዝተፈላለዩ ክፋላት ብወገን ናይ ሙሰቢኒ ፓርቲ ተታሒዙ ዘሎ ክፋላት ድማ ንቲንዳ፣ ቡኮቶ፣ ኤርትራይፕ፣ ኮሎሎ እዚ ክፋላት እዚ ካምፔይን ክካየድ እዩ ኣብ ጽባሕ ሰሉስ። ከምኡ ድማ ናይ ቦቢ ዋይን ፓርቲ ድማ ኣብ ካትዌ ከምኡ ድማ ናቴቴ ካምፔይን ከካይዱ እዮም ኣብዚ ተጠቒሱ ዘሎ መዓልታት። ኩሉኹም ኣብ ውሽጢ ካምፓላ ትቕመጡ ዘለኹም ኤርትራውያን እንተ ኣለኹም ኴንኩም ምንቅስቓሳትኩም ካብ ግዜ ናብ ግዜ ከተጠንቅቑ ንጽውዕ። ንሱ ጥራይ ዘይኮነ እዚ ዝካየድ ዘሎ ካምፔይን ካብ ጽባሕ ሰሉስ ጀሚሩ ክሳብ ዕለት ዓሰርተ ኣርባዕተ ጃንዋሪ እታ ናይ መወዳእታ መዓልቲ ፕረዚደንታዊ ምርጫ ዝንገረሉ መዓልቲ ክኸይድ ስለ ዝኾነ፣ ትገብርዎ ጉዕዞኹም ወረቐትኩም ዘለኩም ኣይዲ ሒዝኩም ክትንቀሳቐሱ ንጽውዕ። ንሱ ጥራይ ዘይኮነ ድማ ነቶም ወረቐት ዘይብልኩም ሰባት ኣብዚ ተበጸዊዑ ዘሎ ቦታታት ናይ ካምፔይን ዝካየደሉ ተዘይተንቀሳቐስኩም ተመራጺ'ዩ። ዋላ እውን እቶም ኣይዲ ዘለኩም ሰባት ድማ ካምፔይን ኣብ ዝካየደሉ ቦታታት ብብዝሒ ዘይምንቅስቓስ እውን ተመራጺ'ዩ። ካልእ ካምፔይን ዝግበረሉ መዓልታት በብግዜኡ ድማ ኣብ ዝተፈላለዩ ቦታታት ስለ ዝካየድ ኣብዚ መጺእና ክንጠቕሶ ኢና ማለት እዩ። ስለዚ ዘይሰምዐ ሰብ ከይህሉ ኣብ ታውን እትገብርዎ ጉዕዞኹም ድዩ ኣብ ካልእ እትገብርዎ ጉዕዞኹም ተጠንቂቕኩም ነዚ ዓይነት ምንቅስቓሳትኩም ክትገብሩ ንጽውዕ። ኦኬ ቤተሰብ ንሎምዓንቲ ልሓዝኹም ቪድዮታት እዚኦም መስሉ ነይሮም ኣብ ወጻሊ ብልገራርሙና ሓደሽቲ ትኩሳት ልኾኑ ቪድዮታት ሒዘልኹም ክምለስ እየ እስካብ ሽዕቱ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ሰላም።